ሰላም ከመይ ቀኒኹም ዝኸበርኩም ሰማዕቲ እዚ ሬድዮ ጀሄ እዩ ንሎም መዓልቲ ሓደ ኣገዳሲ ጉዳይ ሒዘልኩም መፅ ኣለኹ ክበንን ዝቐረበ ፊልምታት ሃገርና ኣብ ከመይ ኩነታት ይርከብ ኣሎ ኣኣብ ዘለኹሞ ሰላም ጥዕና ንምነየልኩም ነዛ ናይ ሎሚ ኣርእስቲ መሪፅና ዘቲና ናብ ሰማዕቲ ክነቕርባ ዝወሰንናሉ ቀንዲ ምኽንያት እንተነይሩ ኣብ ገምገም ጥፍኣት በጺሑ ዘሎ ጥበብ ሃገርና ብኸመይ ነተስኦ ዝብል ዓብይ ኣርእስቲ ስለ ዝሕሰበና እዩ እወ ትንሳኤ የድልየና ኣሎ ዓብዪ ትንሳኤ ንፊልምታት ሃገርና ክላእ ኣርኪብካ ዲኻ ንስኻ ድማ ሰብ ኣብ ካልእ ኣሎ ንስኻ ድማ ብዛዕባ ጥበብ ዶ ገለዶ ትብለና ኣለኻ ከም ትብሉኒ ኣይጠረጥርን እየ ምክንያቱ እታ ንዓኹም ትረኣየኩም ዘላ ጸባብ ኣንጎሎ ክረኣየኒ ጥራይ ኢኹም ትደልዩ ግን ብዘይ ብኣ ካልእ ዓበይቲ ኣንጎሎታት ኣሎ ይብለኩም ኣለኹ ከመይ ደበልኩም ከመይ ዝብል ለባም ርኢኹም ሕጂ ጽቡቕ መጺና ኣቦታትና ከመይ ዝብል ለባም ዝብሉ ስለምንታይ ይመስለኩም ከመይ እንተልካ ሰፊሕ መግለጺ ስለ ትረክብ ሰፊሕ መረዳእታ ድማ ይህልወካ መጻኢት ኤርትራ ትሕስበካ ቅድሚ ለውጢ ምምጽኡ ምልዋጥና ከም ዘድሊ ይስቆረካ። እቲ እንኮ ሰብ ክመርሕን ከንቅሕን ዓቕሚ ዘለዎ ድማ ስነ ጥበባዊ ምዃኑ ተስምረሉ። ስነ ጥበብ ሃገርካ ከም ተፍቅር ይገብረካ። ስነ ጥበብ ባህልኻ ከም ትናፍቕ ይገብረካ። ስነ ጥበብ መንነትካ ከም ትፈቱ እዩ ዝገብር። ስነ ጥበብ ንግጉይ ይእርም ንቕኑዕ ድማ ቅኑዕ እዩ ዝብል ስነ ጥበብ በሰላ ኣልዩ ሓድሽ ምዕራፍ እዩ ዘንግስ ስነ ጥበብ ሚዛናዊ ረኣየ ሃልይዎ ክልተ ፍልልያት እዩ ዘጻብብ ስነ ጥበብ መራሒ ፖለቲካ እዩ ስነ ጥበብ ኩሉ ነገር እዩ ነቲ ስነ ጥበብ ዘፍርዩ ስነ ጥበበኛታት ድማ ዓንዲ ሰረት ኩሉ ነገር እዮም ኣብ ሃገርና ግን እዚ ብግምጣሉ እዩ ክኸውን ንሪኦ ዘለና። ሓደ ሰባኺ ፖለቲካ እኮ በቲ ስነ ጥበባውያን ዝበልዎ ስነ ጽሑፍ ይኹን ስእልታት እናመሰለ እዩ ዝዛረብ። ካብ ከምዚ ፊልም ወይ ድማ ኣብ ከምዚ መጽሓፍ ከምዚ ዝብል ዶ ሪኢኹም ኔርኩም ኢሉ ክምስል ኣይሰማዕኹምን ዲኹም? ፈጣሪ ንውሑዳት ካብዚ ዓለም እዩ ናይ ጥበብ ጸጋ ዘንገሰሎም፣ ንህዝቢ ክመርሑን ከንቅሑን ድማ ጸጋ ዓደሎም። ስነ ጥበባውያን እዮም። ስነ ጥበባውያን ድማ ቀጻሊ ጥፍኣት ህዝቦም ስለ ዘሕስቦም ብመስዋእቲ እንዳኸሰሩ ዓቕሞም ክገብሩ ኣብ ውሽጦም ዝደፍኦም ሓይሊ ስለ ዘለዎም ሰለይ ክብሉ ንዕዝቦም ኣለና። እወ ብዘለዎም ተውህቦ ተጠቂሞም ብህዝቦም ክግደሱ ንህዝቦም ካብ ጥፍኣት ከድሕኑ ዓቕሚ ኣለዎም። ንምንታይ ደኣሉሞ ህዝቢ ንስነ ጥበባውያን ክመርሖምን ክቕድሞምን ጀሚሩ? እንታይ ኮይኖም እዮም ከ ስነ ጥበባውያን ሃገርና ስቕ መሪጾም ካብ ህዝቦም ተሓቢኦም ወሰን ወሰን ክብሉ ጀሚሮም ንህዝቦምን መንግስቶምን ከም ቁሪ ክፈርሕዎ ጀሚሮም ጽቡቕ በሉ ብሓንሳብ ኣብ ሓንቲ መኣዲ ንምጻ ማይ ንስተ እዚ ባይቶ እዚ ባይቶ ለባማት መታን ክኾነልና ጸዋራትን ሰማዕትን ንኹን ሓሳባትና ድማ ጽፍፍ ኣቢልና ንግለጽ። ሕቶ ርእቶ ክትጽሕፉ ትኽእሉ ኢኹም። ምዃን ጽንሃልኩም እቲ ቀንዲ ፍረ ዘይሰማዕኹም እሞ ከመይ ጌርኩም እንታይ ኢልኩም ክትጽሕፉ ጸሓፉ ዝበልኩኹም እኮ ኩሉ ግዜ ከምኡ ክትገብሩ ስለ ዝተዓዘብኩኹም እየ እዛ ባይቶ ግን ባይቶ ለባማት ክትኮነልና እንዲና ንደልያ ዘለና ታዋኸ የድልየኩምን እዩ መጀመርታ ምስማዕ ከድልየኩም እዩ ሽዑ ድማ ምርዳእ ደድሕሪኡ ትጽሕፉ ጽቡቕ ንቐጽል በሉ ልዝብ እንዲ ዘድልየና ዘሎ ብዘይ ቀልዓለም ክንዛረብ ኣብዚ ግዜ ስነ ጥበብ ኣለና ኢልና ደፊርና ክንዛረብ ኣይንኽእልን ኢና ብፍጽም ኣይንኽእልን ኢና ህዝቢ ዝፈትወን ቃላት እንዳመንጠልካ መታን ክጣቕዓልካን ኣንበሳ ክትበሃልን ነቲ ህዝቢ ዝቐደመካ ክትብሎ ድዩ ዝግበእካ ዋላስ ንህዝብኻ ዘይተረኣዩ ርኢኻ ቅድሚኡ ነቢርካ ካልእ ብርሃን ከም ዘሎ ክተርእዮ መልስና ንጹር እዩ። ኣብዚ ግዜ እዚ ካብ ዝወጽእ ዘሎ ፍርያት ስነ ጥበብ ሃገርና ቀንዲ መዐቀኒ ክንደይ ቪውስ ረኺባ ክንደይ ላይክ ክንደይ ዲስላይክ ከለዋ ኮይኑ ኣሎ ብርግጽ እዚ መዐቀኒ ክኸውን ይኽእል እዩ ምኽንያቱ ግብረ መልሲ ካብ ሰማዕቲን ተዓዘብትን ስለ ዝኾነ ብኻልእ ወገንካ እስከ ንርኣዮም ዓበይቲ ደረፍቲ ናይ ዓለምና ንጥፍኣትን ንሕማቕ እምነታቶምን ዝደረፍዎ ደርፍታት ቢልዮናት ክረኣየሎም ኢና እኮ ንርኢ ዘለና። ስለዚ ሓደ ስነ ጥበባዊ ፍርያቱ ክንደይ ርእሉ ዘይኮነስ ኣብቲ ሕብረተሰብ እንታይ ነጸብራቕ ሂቡ እንታይ ጽልዋ ከየሕድር እዩ ክሓስብ ዘለዎ። እወ! እቲ ቁኑዕ መንገዲ ከምዚ ክኸውን ዘለዎ ብወረ ሰብ ኣናዊጽካ ብዙሕ ቪው ክረኣየልካ ዘይኮነስ ንህዝብኻ ንቕኑዕ መንገዲ መሪሕኻ ኣብቲ ንሱ ክነብሮ ዘለዎ ዓለም ስኢልካ ካልእ ጽልዋ ኣሕዲርካ ሰላምን ቅሳነትን ምስ ተስፍን እዩ ኮለል ኬብልና ናትና ስራሓት እውን ካብዚ ዝሓልፍ ኣይኮነን ነቲ ትፈትዎ ስነጥበባዊ ኣብ ርእስኻ ኣምጺኻ እተን ንስኻ ክትብለን ትደሊ ሕማቓት ይኹና ጽቡቓት ሓሳባት ብልሳን እቲ ትፈትዎ ስነጥበባዊ ክበሃላልካ ስለ ትደሊ ንሱ ስለ ዘይበለን ብግሩብ እናኾንካ ነዚ ነጥፍኣዮ ነዚ ነልማዓዮ ዝዓይነቱ ኣካይዳ ይህሉ ኣሎ እዚ እሞ ግቡእ ድዩ ክነዋርዶን ክንጸርፎን ክነደይቦን ክነውርዶን ሽዑ እቶም ስነ ጥበባውያን ምስቶም ዝበዝሑን ዝሓየሉን ክጽግዑ ማለት ድዩ ተመሪሖም ክኸዱ ኣየጋዶየ ኣንቱም ሰባት ናይ ብሓቂ ናይታ ጽባሕ ትመጽእ ዘላ ኤርትራ ሓለይቲ ዲና ዋላስ ኣጽደፍቲ ሰላም ዲና ክንጽውዕ ዘለና ወይስ ጽልኢ እስከ ኤርትራውያን ንኹን እምነታትናን ዓሌትናን ኣብ ውሽጥና ንሕና ግን ኤርትራውያን ኢና እቲ ኩሉ ክንብሎን ዝደሊ እኮ ኤርትራ ምስ ትህሉ እዩ በቃ ሓወይን ሓፍተይን እንዳበልካ ምኻድ እዩ እቲ ቀንዲ መለለይና ዝዓበናሉ ባይቶ እውን ከምኡ እዩ ምሂርና ሰረትና ካብ ባይቶ ለባማት እዩ ሰላም ንጽውዕ እንተ ደኣ ሃሊና ከምዚ ንገብሮ ዘለና ደስ ዝበለና ሰብ ንንእድ ዝጸላእናዮ ሰብ ድማ ነዋርዶ እዚ እውን ክኸውን የብሉን። ለውጢ ከይቀደመና ንሕና ንለወጥ። ባህሊ ምክብባር፣ ባህሊ ምክኣል፣ ባህሊ ኣዳሚፅካ ምስማዕ ንጥሪ። ከምዛ ዘለናያ ግን እታ ንሓልማ ሰላም ዘይኮንና ክንረኽባ ካብዚ ዘለናዮ ዝኸፍአ ናይ ሓዋሩ በሰላ ንሕድሕድና ንዋዳኣሉ መድረኽ እዩ ክመፀና ፈቲና ፀሊና ነዚ ኩሉ ሽግር ክመርሓናን ክኣልየናን ዝኽእል ስነ ጥበባዊ ዓብዪ ሓይሊ ኣለዎ። ስቕ ኢሎም ዶ ኢልኩሞም? እወ ስቕ ኢሎም። ክሰምዑኹም እባ። እንታይ ደኣ ኩሉ ካደ ደኣ ትዛረብ ኢኻ? ስቕ ምባል ከኣ እኮ ሓደ ልቦና እዩ። ተዛሪብኩም ኢኹም ኣኽለኩም ኣንቱም ተዛረብቲ። እቶም ስቕ ዝበሉ ዓያሹን ለባማትን ክዛረቡ ከኣ ህህ ኢልኩም ስምዑ። ከባቢኹም ክትፍትሹ መታን ክትሕገዙ ድፍረት ዶ ትወስድዎ ትኾኑ? ደሓን። ድፍረት ኣይኮነን ሓደ ተራ ሰብ ተዛሪቡን ሓደ ዓብዪ ሽም ዘለዎ ስነ ጥበባዊ ተዛሪቡን ኣብ ህዝቢ እዞም ጸለውጥን ጽልዋን እንታይ ፍልልይ ኣለዉ ርኢናዮ ኢና ንፈልጦ ኢና ስለ ዝኾነ ኢና ድማ ጽላል ስነ ጥበባውያን ብተደጋጋሚ ንሓትት ዘለና ስነ ጥበባውያን ሃገርና ጥበብ ኣይወሓዶምን ብሓንቲ ደርፊ ብርጌድ ሙሉእ ዘፍሩን ዘጋድሉን ስነ ጥበባውያን ከም ዘለውና ናይ ቀረባ ማህደር ታሪኽና ዝምስክሮ ሓቂ ደይኮነን እዩ ሕጂ እውን ነዚ ተፈጢሩ ዘሎ ዓበይቲ ጌጋታትን ጥፍኣትን ክእርሙ ዓቕሚ ዘለዎም ስቕ ዝመረፁ ስነ ጥበባውያን ስለ ዘለውና ዓቕምና ፈሊጥና ስቕ ኢልና ንስማዮም ምስ ዓቦም ነተባብዓዮም ንሶም ዝርእይዎ ዘለዉ ካልእ ማእዝን እዩ ዘለዎም እቲ ንሕና ንርእዮ ዘለና ብዛዕባ ሎሚ ዘይኮኑ ዝርእዩስ ብዛዕባ ጽባሕ እዮም ዝሓስቡ ዘለዉ እዚ ዘለናዮ ጸላም ክንሓልፎ ኢና ምስ ሓለፍናዮ ዘሎ ከቢድ ደበናኸ ብኸመይ ክእለ ከም ዝሕስቦም ትፈልጡዶ ኣቱም ነዚ ክንርኢ ዓቕሚ ዘይብልና ገና ነዛ ናይ ሎሚ ዘላ ዓባይ ደበና ጥራይ ኢና ንሪኣ ዘለና እዛ ዘለናያ ጸላም ደኣ ድሮ እኮ ክትወግሕ ጀሚራ ኣላ ነታ ናይ ጽባሕ ደበና ክኣልዩልና ዝኽእሉ ሓይሊ ክፍጠር ሰላምን ርግኣትን ክመጽእ ኣብ ንሕድሕድካ ምክብባር ክመጽእ እንተኾይኑ ግን ነዚ ዘለናዮ ኣካይዳ ጥበባዊ ኣካይዳ ክሕወሰ ኣለዎ ቦታ ክወሃቦም ኣለዎ ፍቕርን ምትሕልላይን ምክብባርን ምጽውዋርን ፍልልያትካ ምኽኣል ዘለዎ ብሉጽ ሕብረተሰብ ክሃንጹልና ዓቕሚ ኣለዎም ኣንታ ስምዖን እንዶ ክንደይ ሰብ ኢና ጽፉፍ ህይወት ዘለና ክንደይ ሰብ ኢና ኸ ኣብ ሓዳርና ጸኒዕና ንደቅና ምስ ፍቕሮም ነዕብዮም ዘለና ክንደይ ሰብ ኢና ንደቅና መንነቶምን ቋንቋኦምን ከም ዘፍቅሩ ንገብሮም ዘለና እሞ ኸዳ ኣየናይ ወለደ እዩ ነታ ንሓልማ ዘለና ሃገርና ክነብራ ንጽበዮ ዘለና? እዚ ኤርትራውነት ጸሊኡ ምስ ካልእ ዜጋ ዝውዕልን ዝሓድርን ኣብ ናይ ካልኦት ዓሌት ዳንኬራን ጓይላን ዝሓድር ዘሎ መንእሰይ ሒዝና ዲና ሃገር ንብል ዘለና? ስነ ጥበባዊ ነዚዩ ዝርኢ ነዚዩ ዝጥምት ምኽንያቱ ነታ ዝሓልማ ጽላል ቅድሚ ምኻዱ ክሰንቕ ስለ ዝደሊ መንእሰያት ድማ ስንቂ ስለ ዝኾኑ መጀመርታ ኣብቶም መንእሰያት ዝፈትዎም ቋንቋታት ኣትዩ ናቶም ስምዒት ኣትዩ መልእኽቱ ዘመሓላልፍ። እዞም ኣብ ሚድያ ትውዕሉ ዘለኹም ብሩኻት ኣሕዋትና ግን ዘረባኹም ሰሚዖም ሃዲሞም ኣብ ካልእ ሕብረተሰብ እዮም ጽላል ሓቲቶም ዘለዉ። ታሪኽ እንዶ ንወከስ። ኣሜሪካውያን ስነ ጥበባውያን ንኣሜሪካ ምስ ኩሉ ገጢማ ሓያል ሃገር ከም ትኸውን ከረድኡና ዕድል ዝሃቦም እኮ መንግስቶምን ህዝቦምን እዩ። እወ ኣሜሪካ ቋንቋ ቀዳማይ ባህላ ተመራጺ ህዝባ ምዕቡላት ከም ዝኾኑ ከረድኡና ዝኸኣሉ እኮ እቶም ስነ ጥበባውያን ብብርዖም ገይሮም እዮም። ስነ ጥበባውያን ሃገርና ድማ ካብ መንግስቶም ተሪፎም እዮም ከም ሰቦም ከማን ተሰዲዶም ኣለዉ። ህዝቦም ግን ጎኒ ንኹኖም። ጸሪፍና ክነስርሖም ንሕና ዝበልናዮ በሉ ክንብሎም ንሓስብ እንተሃሊና ግን ንጋገ ኢና ዘለና። እቲ ንሕና ንብሎ ናትና ኮይኑ ንሶም ዝብልዎ ድማ ንስምዓዮም። ንሶም ድማ ካብቲ መሕብኢ ክኾኖም መሪጾሞ ዘለዉ ሓጸርቲ ድራማታትን ኮሜዲታትን ተገላጊሎም ውሽጦም ዝእዝዞም ብዙሕ ስለ ዝኾነ ክሰርሑልናዮም። ከፍሪልናዮም። ክቡራት ሰማዕቲ! እዚ ክብሎ ዝጸናሕኩ ከም መእተውን ለበዋን ክኾነና ዝመረጽናዮ ኩርናዕ እዩ። ኣብቲ ቀንዲ ትሕዝቶ መደበይ ክሰግር እየ። ዝሓለፈ ሓድሽ ዓመት ኣብ ከተማ ካምፓላ እንርከብ ስነ ጥበባውያን ተራኺብና ብዛዕባ እዚ ጉዳይ ዘቲና ነይርና። ብድሕሪኡ ኣርባዕተ ወርሒ ኣብ መጽናዕቲ ጸኒሕና። ዝሓለፈ ክልተ ሳምንታት ድማ ምስ ኣብ ኩሉ ዓለም ዘለዉ እዚ ጥፍኣት ህዝቦም ዝሕስቦም ስነጥበባውያን ተራኺብና ክንዝቲ ቀኒና። እቲ ኩሉ ዝነበረ ዝርርባትን ኣበይከ ተበጺሑን ብንጹር ናብ ሰማዕቲ ክነብሎ ተሰማሚዕና ኣለና። ሬድዮ ጃዮ ድማ ነዚ መደብ በብኽፋል ናብ ሰማዕቲ ክተብሎ ተዳልያ ኣላ እሞ ሰናይ ምክትታል። ቀዳማይ መዛረቢ ኣርእስትና ስለምንታዮም ህዝብን ስነ ጥበባውያን ተራሒቖም ዘለዉ? ካልኣይ ኣርእስትና ስለምንታይ እዩ ስነ ጥበብ ሃገርና ዝደክም ዘሎ? ሳልሳይ ኣርእስቲ ዕዳጋን መወልትን ብኸመይ ናብ ዓውዲ ክመጹ ኣለዎም? ራብዓይ ኣርእስቲ እዚ ኹሉ ምኽንያት ምስ ነጸረ እቲ ዘሎ ጉድለታት ኣሊኻ ከመይ ጌርካ ሓደ ኤርትራዊ ፊልም ኢንዳስትሪ ተኺልካ ዓበይትን ጸለውትን ስርሓት ከም ዝስርሑ ትገብር እዚን ካልእን ዝብሉ ዓበይቲ ኣርእስታት ተላዒሎም ክንዝትየሎም ቀኒና ኣብ ሓደ መዕለቢ እውን በጺሕና ኣለና በታ ቀዳመይቲ ኣርእስቲ ክጅምር እየ ቀዳማይ ርክብና ብመሰንጀር ኣብ ጉሩብ ነይሩ እዚ ትንሳኤ ናይ ስነ ጥበብ ዘገድሶም ኣለዉ ግዜኦምን ፍልጠቶምን ድማ ይውፍዩ ንለውጢ ውሕዳት ሰባት እዮም ዝጅምርዎ እሞ ካልኦት ድማ ይስዕብዎ። እዚ ተበግሶ እዚ ክዕወት ድማ ካብ ሰማዕትን ስነጥበባውያን ዓብይ ደገፍ ክግበረሉ ኣለዎ። ምክንያቱ ጉዳይ ናይ ኩልና ስለ ዝኾነ። ምስቶም ነዚ ተበግሶ እዚ ተረዲኦም ግዜኦምን ፍልጠቶምን ከይበቐቑ ኣብቲ ዝርርብ ምሳና ዝቐነዩ ዕስራ ሰባት ዝገበርናዮ ዝርርብ ግን ናባኸም ክነብሎ ኢና። ስለምንታይ እዮም ህዝብን ስነጥበባውያንን ተረሓሒቖም ዘለዉ? ጽቡቕ ሕቶ። ነቲ ኹሉ ዝወሃብ ሓሳባት ጸሙቕ ኣቢለ ብውሑዳት መስመራት ክገልጾ ክፍትን እየ። እቲ ህዝቢ ንህዝብኹም ኣይትሰምዕዎን ኣለኹም፣ ስነ ጥበባዊ ልሳን ሕብረተሰብ ክኸውን ኣለዎ ክብሎም ከሎ እቶም ስነ ጥበባውያን ድማ በቲ ዘለፋን ገለ ክፋል ድሑር ኣረዳድኣ ናይ ህዝቦም ዕጉባት ከም ዘይኮኑ ህዝቢ ዝፈትዎ ኢልና ዘይኮንና ንዓና ብዝርድአና ብናትና ቅነይና ንብሎ ክብሉ ይስምዑ ነይሮም ነዚ ብዙሕ ሓሳባት ፈሲስሉ ኣሎ። ብመሰረቱ ስነ-ጥበባዊ ንክልተ ዝተፈላለየ ሓሳብ ዘለዎ ህዝብታትን ሕብረተሰብን ከሕጉስ ኣይክእልን እዩ። ስለ ዝበዝሑ ምስቶም ብየማን ዘለዉ ወይ ምስቶም ብጸጋም ዘለዉን ጸግዒ ክሕዝ ኣይግባእን እዩ። ስነ-ጥበባዊ ናቱ ኩርናዕ ሒዙ ጸግዒ ናይ ሓቂ እዩ ክኸውን ዘለዎ። ምስቲ ሓቀኛ እዩውን ክጽጋዕ ዘለዎ። እዚ ዘየማትእ ሓቂ እዩ። ሓቂ ዝተዛረበ ሰብ ንግዜኡ በቶም ጸላእቲ ሓቂ ዘለፋ ይወርዶ ይኸውን እቲ ሓቂ ግን ከይፈተኻ ትቕበሎ ስለ ዝኾነ ነቶም ፈተውቲ ሓቂ ክሕጉስን ክዕግብን እዩ ሽዑ እቲ ሓደ ዓብዪ ለውጢ ምስ መጸ እውን ንኹሉ ሰብ ክዕግብ እዩ ለውጢ ፖለቲካዊ ንቕሓት ለውጢ ኣብ ማሕበራዊ ህይወት ኮታስ ኣብ ኩሉ ብቑዕ ሕብረተሰብ ክትሃንጽ ስነ ጥበባዊ ጸግዒ ሓቂ ደኣ እምበር ጸግዒ ዝበዝሑን ዝዓብልሉን ክኸውን የብሉን። ንግዛዊ ሽም ኢሉ ክሰርሕ ኣይግባእን። ቀዳማይ ኣርእስትና ኣብዚኣ ተሰማሚዕና። ካልኣይ ዓብያ ኣርእስቲ ድማ ስለምንታይ ስነ ጥበብ ሃገርና ደኺሙ ዘሎ ዓይኒ ህዝቢ ክልወጥ ዓይኒ ፍረይቲ ክዕግብ ስንኩፍ ኣተሓሕዛ ተታሒዙ ዘሎ ዝብል ዓብዪ ኣርእስትን ሰፊሕን ነዊሕን መጽናዕቲ ተገይሩሉ ኣሎ ነዚ መጽናዕቲ ክንገብር እንተኾይንና እቶም ዝተኣከቡ ዕስራ ሰባት ኣብ ነናቶም ዓውዲ ብጉሩብ ሓቢሮም መጽናዕቲ ወሲዶም ኣለዉ እቲ ዅሉ ዝተወሰደ መጽናዕቲ ኣብ ዓውዲ ፊልም ጥራይ እዩ ቀዳማይ ኣብ ዓውዲ ጽሑፍ ማለት ምድላው ስክሪን ፕለይ ካልኣይ ኣልያ ወይ ድማ ዳይሬክትን ሳልሳይ ኣብ ዓውዲ ሲኔማቶግራፊ ራብዓይ ኣብ ዓውዲ ኣርትዖት ማለት ኤዲቲንግ ሓምሻይ ኣብ ዓውዲ ኣልባሳት ወይ እውን ኮስቲም ሻድሻይ ኣብ ዓውዲ ኣዋሳስኣ ኣክቲንግ ሻውዓይ ኣብ ዓውዲ መሸጣ ወይ ውን ማርኬቲንግ ኣብዞም ዓበይቲ ዓውድታት ሰባት ተመሪጾም ነናቶም መጽናዕታዊ ጽሑፍ ኣቕሪቦም ኣለዉ። ኣብ ዝቕጽል ካልኣይ ክፋል በብሓደ እቲ መጽናዕቲ ሒዘልኩም ክመጽእ እየ። ክሳብ ሽዑ ዝምለስ ግን ሰላምን ጥዕናን ንኹላትና።